ኣነ ልዕሊ ሓደ ሚልዮን ኣፍቃርየይ ሚእቲ ሽሕ ሓጊዙኒ ዝገዛእኽዎ መሬት ናብ ሽመይ ክቕይሮ እንተበልኩ ገንዘበይ ሓዊሰሉየ ናብ ሽም ክልቴና ዘይኸውን እናበለ ይበኣሰኒ እሞ ኣነ ድማ ሰለምታ ኣይረሳዕኹን ፍተዋት ተኸታተልተይ እንኳዕ ብሰላም መጻኹም ንሎማዓልቲ ሒዘልኩም ዝመጻኹ መደብ ድማ መደብ እንታይ ትመኽሩኒ ዝብል ሓንቲ ሓፍተይ ብውሽጢ ዝጸሓፈትለይ ዛንታ እየ ሒዘልኩም መጽየ ኣነ ከምቲ ኩሉ ግዜ ናይዛ ሓፍተይ ዛንታ ኣንቢበ ምስ ወዳእኹ ሓሳበይን ምኽረይን ከካፍል ኣየ። ንስኻትኩም ውን ዛንታ ሓፍትና ሰሚዕኹም ምስ ወዳእኹም ከምቲ ልሙድ ሓሳብኩምን ምኽርኹምን ኣብ ኮሜንት ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይዛ ሓፍትና ዛንታ ከብለኩም ላይክ ሼር ሳብስክራይብ ምግባር ኣይትረስዑ። ሰናይ ምክትታል። እዛ ናይ ዝሓፍትና ዛንታ ከምዚ እያ ትብል። ሰላምኪ ይብዛሕ ኣቢየይ መዓረይ ብጣዕሚ ዘኽብረክን ዘድንቐክን ጠንካራ ጓል ሂዋን ኢኺ እግዚኣብሄር ኣምላኽ መጨረሽኡ የጸብቐልኪ ኣሜን ዝሓፍተይ ንኹላትና የቐንየለይ ከዓ እና ናብቲ ጉዳየይ ክኣቲ ኣነ ሓፍትኺ ካብተን ኣብ ስዑዲ ዓረብ ዘለዋ ጀጋኑ ሓንቲ እየ ግዜይ ኩሉ ብስራሕ እየ ዘሕልፎ። ኣነ ካብ ድኻ ስድራቤት እየ ተወሊደ ዓብየ። ብህጻነ እየ ድማ ተሰዲደ። እግዚኣብሄር ይመስገን ድማ ብሰላም ኣብቲ ዝደልዮ ቦታ ኣትየ። ጠንኪረ ሰሪሐ ኣብ ሓሙሽተ ዓመተይ ገዛይ ሰሪሐ ወዲኤ። ወለደይ ኣሓተይ ይሕግዝ እየ። መንፈሳዊ ትምህርትን ዓለማዊ ትምህርትን ብደንቢ ጠንቂቐ ተማሂረ እየ። ትርፊ ሰዓተይ ኣብ መጽሓፍ ምንባብ ትምህርቲ ምድማፅ እየ ዘሕልፎ። ብቃዕመይ ስፖርት ይሰርሕ፣ ነብሰይ ይቆፃፀር፣ በቃ ስኬታማ ሰብ እየ ኮይነ። ሓደ መዓልቲ ግን ምስ ዝኾነ ቆልዓ ይላለሞ ሌላና ናብ ፍቕሪ ይቕይር። ብፍቕሪ እናነበርና ግን ንሱ ብዓዲ ክውድአልኪ ከይበለኒ ሽምግልና የልእኽሞ ወለደይ ደሞ ትብጻሕኻ የብልዎ ብሓቂ ኣነ ብጣዕሚ ደስ ኢሉኒ ወለደይ ዘመድ ኣዝማድ ኩሎም የኽቢሩለይ ብጣዕሚ ድማ ተሓጒሰ ግን ቄር ዝበለኒ ነገር ንምንታይ ሽማግለ ከም ትልእኽ ዘይነገርካኒ ይብለሞ ሰርፕራይዝ ክገብረኪ ስለ ዝደለኹ ይብለኒ ኣነ ኸዓ እሺ ጽቡቕ ይብሎ ካብኡ ብዓዲ ኩሉ ነገር ምስ ተወደአ ድሕሪ ኣዋርሕ ንራኸብ ይብለኒ ኣነ ግን ምስ ድንግልናይ ስለ ዝነበርኩ ብተኽሊል ኢና ንምርዖ ስለዚ ኣብዚ ክንራኸብ ኣይንኽእልን ይብሎ ንጊዚኡ'ኳ እሺ ከም ፍቓድኪ ይኹን እዩ ኢሉኒ፣ ደሓር ግን መዓልቲ መዓልቲ ክጭኽጭኸኒ ጀሚሩ። ኣነ ድማ እቲ ናይ ተኽሊል ሕልመይ ገዲፈ እሺ ኢለ ተቐበልክዎ፣ ተራኸብና። ብሓቂ ሰብኣየይ ብጣዕሚ ፍልይ ዝበለ፣ ፈቃር መኽበሪ ሰብ፣ ክፉእ ዘይናገር ለዋህ ሰብ እዩ። ኩሉ ሰብ ብኣና ይግረም እዩ ነይሩ። ፍቕርና ፍልይ ዝበለ እዩ ነይሩ። ብጣዕሚ የኽብረኒ፣ ይሓስበለይ፣ ይርደኣለይ፣ ኩሉ ጊዜ ኣብ ጎነይ እዩ ነይሩ። ካብ ዕለታት ሓደ መዓልቲ ግን ይተሓዝ እሞ እስር ቤት ይኣቱ። ብድሕሪኡ ጸባዩ ክቀያየር ጀሚሩ። ይጸርፈኒ፣ ይናደድ፣ በቃ ልውጥውጥ ኢሉ። ኣነ ኸዓ እስር ቤት እዩ ዘሎ፣ ምሒር ጭንቀት እዩ። ከምዚ ኢሉ ዝለወጠ ኢለ ስቕ ይብል። ዓዱ ምስ ኣተወ ኸዓ እናገደዶ ከደ። ኣነ ግን ብጣዕሚ ጠንካራ ስራሕ ፎታይት ስለ ዝነበርኩ እሱ ዓዱ ምስ ኣተወ ካልኣይ ቦታ ከተማ ገዛእኹ። ሽግሩ እምበኣር ካብዚ እዩ ዝጅምር። ንቲ ቦታ መግዝኢ ሚእቲ ሽሕ ይጎድለኒ ሓግዘኒ ኢለዮ። እሺ ኢሉ ሂቡኒ። ኣነ ከዓ ገዚኤ ናብ ሽመይ ከዝሮ እንተበልኩስ ንምንታይ ብክልቴና ዘይኸውን ይብለኒ። ኣነ ከዓ እዚ ቦታ ኣነ እየ ገዚኤዮ ናጋ ከዓ ኣነ እየ ዝሽየጥ መሬት ኣለኒ ሸይጠ እየ ከስርሖ። ስለዚ ሚእቲ ሽሕ ስለ ዝሓገዝካኒ ብኽልቴና ኣይኸውንን ኢለ ኣነ ካብ ሚልዮን ንላዕሊ እየ ዝኸፍል። ንስኻ ሚእቲ ሽሕ ጥራሕ ሽምካ ንስኻ ብሚእቲ ሽሕ ጥራሕ ሽምካ ኣይትኣትብ። ነገር ግን ገዛይ ማለት ገዛኻ እዩ፣ ስም ግን ብስመይ ጥራሕ እዩ ዝኸውን ይብሎ። እሺ ኢሉኒ ነይሩ። ግን በቃ ብጣዕሚ ተቐይሩኒ ልቢ ዝሰብር ጸርፊ ይጸርፈኒ መሊሱ ከዓ ይቅርታ ይብለኒ በቃ ብንዕቐት እዩ ዘዛረበኒ በቃ ከም ሰበይቱ መጠን ምንም ኣይጥይቐንን በቃ ጭንቕ ኢሉኒ ዝዓዮ ዝገብሮ ጠፊኡኒ ኩሉ ግዜ ብኽያት ድብርቲ ጭንቀት በቃ ርእስኺ ኣጥፍኢ ይመጸኒ በቃ ሕደግ ሓዳርና ቃል ኪዳናን ይሐሸና ጸባይካ ኣስተኻኸል ይብሎ ግን ኣነ ምንም ኣይበደልኩኹን እዩ ዝብለኒ ግን ዝዛረበን ቃላት ብጣዕሚ እየ ዘሕዝናኒ ሕጅስ እንታይ እየ ክገብር ከምቲ ዝደልዮ ኣብቲ ዝገዛእኽዎ ገዛ ዶ ከእትዎ ወይስ ሓዳረይ እናፈረሰ ስቕ ኢለ ክርኢ ሓደ ሓደ ግዜ ነያይ ክነግሮሞ የፋትሐኒ ኢለ ይሓስብ እሞ ቃል ኪዳነይን ሓዳረይን ምፍራሱ የሕዝነኒ እንታይ እየ ዝገብር ጨኒቑኒ በጃኽባ ገለ በልኒ ኮሜንት ከንብብ እየ ዝብል እዩ ዛንታኣ ከም ኣነ ክብለኪ ዝደሊ ክብርቲ ሓፍተይ ብመጀመርያሲ ኣነ ብጣዕሚ ብዙሓት ኣሕዋተይ ካብ ዝዕላን ዋላ ብውሽጢ ካብ ዝልእካለይ ዋላ ኣብዚ ኣብ ኮሜንት ካብ ዝጽሕፋለይ ተደጋጋሚ ካብ ዝርእዮስ ኣፍቃሪኤን ክጠልመን ከሎ ወይ ክጸርፈን ከሎ ወይ ክብድለን ከሎሲ በቃ ማሕነቕቲ ከም ዝረኣየን ከም ጽሒፋቶ ዘላ ነብሲ ከጥፍእ ዝብል ስምዒት ከም ዝስመዐን ማዓሮ ብዙሕ ነገር ነብሰን ንኸጥፍኣ ዝጽዕራ ብጣዕሚ ብዙሓት እየን ዘዕልላነ ማለት እዩ እቲ ብጣዕሚ ዘሕዝን ግን ከምዚ ዓይነት ሓሳብ ክትሓስባ ከለኸንሲ እቲ ከማኸን ዝበለ ስልጣን ዘይብሉ ስጋ ለበስ ሓደ ፍጡር ጸሪፉኒ ሓደ ፍጡር ጠሊሙኒ ኢልክን እቲ ክጠልመክን ዘይኽእል ክልተ እግር ሂብክን ክልተ ኢድ ሂብክን ኣዒንቲ ሂብክን ሙሉእ ዓይነ ብርኪ ሂብክን ኣብ ስደት ተሰዲትክን ሰሪሕኽን እናኣተኽን፣ ደቂስክን እናተሳእኽን፣ ለይቲ ምስ ቀትሪ እናሓለወክን፣ እቲ ንዓና ንደቂ ሰባት ክንቅይሮን ክንሽከሞን ዘይንኽእል ኣብ ዝባንኪ ንዘሎ ጾር ኣብ ደቒቕ ክቕይረልክንን ክሽከመልክንን ዝኽእል እናተሸከመልክን ዝነበረ ፈጣሪ ንፍጡር ኢልክን ማዕረ ክንደይ ተቐይምኡ ከምዘለኽን ማዕረ ክንደይ ድፍረት ከምዝኾነ ኢኽን ኣብ ግምት ክተእትውኡ ዘለክን። ሰይጣናዊ ሓሳብ ከምዚ ዓይነት ሰይጣናዊ ሓሳብ ክመጸና ከሎ በስመ ኣብ ወልድ መንፈስ ቅዱስ ኢልና ኣማዕቲብና ክርስትያን ተኾይንክን ብፍላይ ኢኽን ሰይጣን ክተባርርኡ ዘለክን እምበር ስልጣን ክትህቡ ኣይብልኽን ኣይኮነ እንደ ነብስኽን ክተጥፍኣ ክትፍትናሲ ክትሓስብኡ ንባዕሉ ኣይብልኽን ካልኣይ ነገር ከዓ ክቡራት ኣሕዋተይ ኣብ ግምት ክነእትዎ ዘለናሲ ንኣብነት ሕጂ እዛ ኣብ ዝሓለፈ ዘቕረብክዋ ማርታ በርሀሲ ኣነ ንባዕለይ ዛንታኣ ብጣዕሚ እየ ተምሂረሉን ተፅናዕኒዐሉን። ኣነ ከምኡ ዓይነት ከበድቲ ዛንታት ክሰምዕ ከለኹ ብጣዕሚ እየ ዝፅናዕናዕ፣ እቲ ዘማርሮ መሬሬት ድማ ንፈጣሪየይ ይቕረ በለለይ ይብል እየ። ምኽንያቱ ኣነ እውን ከማኸን ስጋ ለበስ ስለ ዝኾንኩ ብዝኾነ በቃ ብዝኾነ ደልየየ ነገር ዝሰኣንክዎ ነገር ክኸውን ይኽእል ወይ ዝኾነ ብዝኸበደ ነብ ዝተጨነቕክዎ ግዜ ኣብ ዘማረርክዎ ንፈጣሪ ዘኪረ ንፈጣሪየይ ይቕረ በለለይ እየ ዝብል። ምኽንያቱ ካባየይ ዝበኣሰ ካባየይ ዝገደደ ብዙሕ ስለ ዝርኢ ስለ ዝመሃር ይጽናዕነዐሉ ንኽትጽናዕነዓሉ ኢለ ኸዓ የምጸእልክን ማለት እዩ። ንኣብነት ናይ ማርታሲ ዕድሚኣ ምሉእ ተደራራቢ ፈተና ካብ ፈተና ከየተንፈሰት ክስካዕ ዘለ እዛ ዘላታ ዕድመ ኣብ ንእስነታ ገና ጓል ዓሰርተ ገለ ዓመት ኮይና ዝጀመረ ፈተናኣ ክስካዕ ሕጂ ተደራራቢ ማእለያ ዘይብሉ ፈተናታት እናሕለፈትሲ ንስኻትክን ግን ንኣብነት ንስኺ በዓልቲ ዛንታ ሓፍተይ ፈጣሪ ሙሉእ ዓይነ ብርኪ ሂቡ ጥዕና ሂቡ ናብ ስደት ብሰላም ኣእትዩ ስራሕ ሂብኪ ኣብ ሓሙሽተ ዓመትኪ ገዛኺ ኣስሪሕኺ ወዲእኺ ካልኣይ መሬትኪ ገዚእኺ ኣብ ዘለኽዮ ፀጋ ኣብ ዘለኽዮ ብዙሓት ዝምነይዎ ደረጃ ኣብፂሕክስ ሓደ ከማኺ ዝበለ ፍጡር ስለ ዝፀረፈኪ ነብሰይ ከጥፍእ እየ ማለት ብጣዕሚ ከቢድ ከቢድ ሓጥያትን ድፍረትን እዩ። ስለዚ ካባየ ጀሚርካ ኩላትና ብዝኾነት ብንእሽተይ ፈተናታት ኣማሪርናሲ ሓደ ወለድና ፍረ ጻምኦም ክርእዩ መርዓና ውላድና ክርእዩ ሃረር ኢሎም ንዓመታት ተፈሊናዮም ዝጽበዩ ወለዲ ኣለዉና። ካልኣይ ከዓ ንሕና ዘለኣለማዊ ቤትናሲ ኣብ ላዕሊ ናብታ ዘለኣለማዊት ቤትና ንሕና እታ ፈጣሪ ዝፈጠራ እስትንፋስ ብኢድና እንድሕር ደኣ ኣሕሊፍናያ ሓጢኣት ከም ዝኾነ እዚ እውን ኩሉ ኣብ ግምት ክነእትዎ እዩ ዘለና ክብለክን ይፈቱ ፍትዋት ኣሕዋተይ ንኩላትክን ኣብ ዝኾነ ከቢድ ፈተና ኣቲኽን ብዝኾነ ኣጋጣሚ ተጨናኒቕክን ከምዚ ዓይነት ሓሳብ ክመጸክን ከሎ ኩላትና ክንርስዖ ዘይብልና ነገር ከምዚ ክገልጾ ዝጸናሕኩ እንተንዝክር እየ ዝብል ቀጺለ ናብዚ ሓፍተይ ክምለስ ከለኹሲ ብጣዕሚ ዝገረመኒ ናይ ዘፍቃሪኣ ሕቶስ ማዕረ ክንደይ እዩ ደፋር ኣነ ምስ ድፍረት እየ ዝቆጽሮ እዚ ሕቶኡ ማለት እዩ ምክንያት እንተ ኢልክን ኣነሲ እዚ ኣፍቃሪኣ ሰብኣየይ እዩ በዓል ቃል ኪዳነይ ኣቦ ደቀይ ቆልዑ ወሊደሉ ሓደ ክከውን ይክእል ብዙሓት ክኮኑ ይክእሉ ሲ ቆልዓ ወሊዳትሉ ሓዳር መስሪቶም ንብዙሕ ዓመታት ባህርያቱ ትፈልጦ እሞ ባህርያቱ ድማ ከምቲ ዝድለ በዓል ቃል ኪዳን ከምቲ ዝድለ ሰብኣይ እንተትኸውን ነይሩ ከምኡ ኢላ ተትጽሕፎ ነይራ ሰብኣይ ክንድዩ በዓል ቃል ኪዳንኪ ኣቦ ውላድኪ ንብዙሕ ዓመት ምስኡ ሓዳር ዝመስረት ኩሉሲ ዋላ ሚእቲ ሽሕ ተዘይሕግዛ ንባዕሉ ዋላ ናይ ባዕላ ገንዘብ ተዝኸውን ነይሩሲ ከም ኣነ ሰብኣይኪ እዩ ትማሊ ምሳኺ ዝነበረ ባህርያቱ ትፈልጥዮ ናትኪ ማለት ናቱ እዩ ብሽም ክልቴኹም ይኹን ኢለ ምመኸርክዋ ነይረ ነገር ግን እዚ ሰብኣያ ዘይኮነ ኣፍቃሪኣ ሕጹያ ዩ ዘሎ ኣቦታትና ክምህሩ ከለዉ ተሓቲቶም ኣነ ዝሰማዕክዎ ተደጋጋሚሲ ሕጸ ማለት ዋላ ብክርስትና ንጸናነዐሉ ሓደ ወዲ እታ ኣብ ጎኑ ዘላ ኣፍቃሪት ኢሉ ሕጽይቲ ኢሉ ሒዝዋ ዘሎ ሄዋን ትክክለኛ ኣዶ ደቀይ በዓልቲ ቤተይ ክትከውን ትክእል ድያ ኢሉ ዝመዝነሉ ንሳ እታ ኣፍቃሪቱ ውን በዓል ቤተይ ክከውን ኣቦ ደቀይ ክከውን ይክእል ድዩ ብቁዕ ድዩ ኢላ ትመዝነሉን ተጽንዐሉን እዩ ከምዚ ኣብዚ ሕጂ ሰዓት ዘሎ ንራኸበሉ ብዙሕ ነገራት ኣብ ዘየድሊ መስመር ማለት ኣፍቃሪናስ ኣብ ቦታ ሰብኣይና ነቐምጠሉ ዘይኮነ ሕፀ ማለት ምመስመር ከሒዝካ ብቦታ ከሒዝካ ትፀናነዐሉ ከም ዝኾነ እንድሕር ደኣ ዘየድሊ ኮይኑ እንድሕር ደኣ ተስፋ ቆሪፅካሉ ግን ሕፀ ክፈርስ ከም ዝኽእል ፍቑድ ከም ዝኾነ እዮም ኣቦታትና ዝምህሩ ማለት እዩ። ብርግፅ ብዓዲ ምውዳእና ዓብዪ ትርጉም ከም ዘለዎ ይርድኦ እየ። ብዓዲ እንድሕር ደኣ ወዲእኻስ ተዘይትፈላለ እውን በሃሊት እየ። ነገር ግን ንስኺ እዚ ኣፍቃሪኺ ብዓዲ ስለ ዝወደኣልኪ ጥራሕ ይጸርፈኪ። እቲ ሓደ ደስ ዝብል ዘድነቕኩልኪ ነገር ኣነ፣ ኣብ እስር ቤት ከሎ ባህርያቱ ተቐይሩ ክጸርፈክን ክጭኽጭኸክን ከሎሲ ናይ እስር ቤት እዩ ኢልኪ ምርዳእኺ እሱ ዓቢ ነገር እዩ። ዓዲ ምስ ኣተወ ከኣ ብኢሱዎ ዝጸርፈኪ፣ ዘየኽብረኪ፣ ከም ኣፍቃሪኺ መጠን ዘይጭነቐልኪ ከም ዝጽሒፍክዮ ዘለኺ መረርቲ ቃላት እናወርወረ ክስካዕ ነብስኺ ክተጥፍኢ ትምነይሉ ደረጃ ዘብጽሐኪ ኣፍቃሪሲ ሚእቲ ሽሕ ናብቲ ንስኺ ዝኣከብክዮ ልዕሊ ሓደ ሚልዮን ገንዘብ ስለ ዝሓገዘኪ ብሽሙ ግበርሉ ክብለኪ ኣይክእልን። ስለዚ ከም ኣነ ከማኽረኪ ዝደሊ ተቐዳዲምኪ ንወለድኺ ከይተዛረብኪ ከምዚ ሓቲትክዮ ዘለኺ ሚእቲ ሽሕ ምስክር ጌርኪ ሰሪሕኺ ኣኪብኪ ሃብዮ ብምስክር ጌርኪ ሃብዮ ንበይኑ ከይኮነ ብድሕሪኡ ንወለድኺ ከይተዛረብኪ ባህርያቱ ኣጽንዕዮ፣ ንኣብነት ከምዚ ዝጸርፈኪ ዘሎ ይቕጽሎ ዶ ብኡ ይጸርፈኪ እናቋሽሸኪ ይቕጽል ዶ፣ እንደገና ከኣ ገንዘብ ካባኺ ከይተጸበየ፣ ብተን ዘለውኡ ገንዘብ ዓቕሙ ሰሪሑ ገዝኡ ኣትዩ ገንዘብ እናኣከበ ንጽባሕ ዝኸውን እናኣከበ እናሰርሐ ካባኺ ከይተጸበየ ዓርሱኺ ኢሉ ክስካዕ ንስኺ ዓዲ ትመጺ ይጽበየኪ ዶ፣ ጽባሕ ቆልዑ ወሊድክሲ ሰሪሑ ገዝኡ ክኣቱ ዝኽእል ተጸባይነት ዝጽየፍ ወዲ ድዩ? እቲ ዘለዎ ሕማቕ ባህርያትከ ይቐርፎዶ ይቕየርዶ? ጽቡቕ ጌርኪ ስራሕኺ እናሰራሕኺ ገዛኺ እናስራሕኺ መሻርፍኪ እናሓዝኪ ዘድልየኪ ነገር እናሓዝኪ ምሰንዮ። ብድሕሪኡ ዘይቕየር እንድሕር ድኣ ኮይኑ ተስፋ እንድሕር ድኣ ቆሪጽክሉ ግን ጥንክር ኢልኪ ንወለድኺ ተዛሪብኪ ወለድኺ ኣፍሊጥኪ በቃ ሕጸ ከፍሪስኪ ሂወትኪ እንተትቕጽሊ ኢለየ ከማኽረኪ ዝኽእል እምበር ሚእቲ ሽሕ ስለ ዝሓገዘኪ ጥራሕ ኣብዚ ናብዚ ዘርእየኪ ዘሎ ባህርያትሲ ብሽም ክልቴኹም ግበርዮ ምሳኺ ሕወስየ ኢለ ክመኽረኪ ኣይክእልን ካልኦት እውን ከም መኸርኹሞ ብምኽሮም ክትጥቀምሉ ተስፋ ይገብር ንሎማዓልቲ ዝነበረትና ፃንሒት እዚኣ እያ ትመስል ኣብ ቀፃሊ ቪድዮ ክስካዕ ንራኸብ ሰሰናዩ ንዓኹም ባይ ባይ